ኣብ ምዕራብ ትግራይ ዝርከብ ዘይሕጋዊ ምሕደራ ዝመርሑ ሽመኛታት ብልፅግና ጌታቸው ከሓዲ እዩ ክብሉ ተሰሚዖም ናብ ሑመራ ክልተ ግዜ ዝተጉዓዙ ኣይተ ጌታቸው ረዳ ብዛዕባ ምዕራብ ትግራይ ርኢቶታት ድሕሪ ምሃቦም ኣመራርሓ እቲ ከባቢ ብሽም ንስሃ ኣቲና ከደናግሩ ይፍትኑ ኣለዉ ክብሉ ገሊፀምዎም ኣለዉ። ብቀዳምነት እንምልከቶ ዛዕባ እዩ። መንግስቲ ፌዴራል ተመዛበልቲ ትግራይ ካብ ጊዜያዊ መዕቆቢ ኣውፂኡ ኣብ ካሊእ ንክሰፍሩን ናብ ዝወረረ ሓይሊ ንክምፅምባርን እዩ ዝሰርሕ ዘሎ ክብል ጊዜያዊ ምምሕዳር ትግራይ ከሲሱ። እዚ ድማ ህዝቢ ትግራይ ንክበታተንን ምስ ካልኦት ተዋሃይዱ ንክጠፍእን ዝገብር ሓደገኛ ኣካይዳ ኢልዎ ኣሎ። ብኻሊእ መንገዲ ግና ፕረዚደንት ታደሰ ወረደ ምስ መንግስቲ ፌደራል ከምዝተስማዕምዑ ኣይተ ጌታቸው ረዳ ኣቃሊዖም እዮም። ካብ ቀረባ እዋን ንነዘ ኣብ ከተማ ጎንደር መደብር ሰብ ኣልቦ ነፈርቲ ወይ ድማ ድሮናት ከም ዝተኸፈተ ዝተረኸበ ሓበሬታ ኣመልኪቱ ካብ 15 ሰነ 2017 ዓ ም ጀሚሩ ክሳብ ሕዚ ኣብ ልዕሊ ትግራይ ልዕሊ ሰለስተ ሚእቲ ዙርያ ወተሃደራዊ ዳህሳስ ድሮናት ከም ዝተኻየዱ ፍልፍላት ሓቢሮም። ቀዳማይ ሚኒስትር ኣብዪ ኣሕመድ ግና ኣብ ትግራይ ኩነታት ሕርሻ ንምድህሳስ ኢና ብድሮን ንዘውር ነርና ክብሉ ኣብ ፓርላማ ምዝራቦም ይዝከር። ስርዓት ብልጽግና ምስ ሰራዊት ነጻነት ኦሮሞ ኦላ ሕቡእ ድርድር ምጅማሩ ተፈሊጡ። ሸሊኾም ዝወፁ ሓበሬታታት ከም ዘመልክትዎ ብልጽግና ምስ ሰራዊት ነጻነት ኦሮሞ ኦላ ድርድር ጀሚሩ ኣሎ። ሰላም ጥዕና ሃበልና ተኸታተልቲ ኣውራ ሚድያ ን ዕስራን ሰለስተን ጥቅምቲ ክልተ ሽሕን ዓሰርተ ሸሞንተን ዓመተ ምህረት ዝሓዝናዮም ዜናታት ዓበይቲ ነጥብታት ብምቕዳም መሲስና ኣለና ንትሕዝቶና ላይክ ሼርን ሳብስክራይብን እናገበርኩም ምሳና ንክትጸንሑ ብኽብሪ ብምዕዳም ሕዚ ናብ ዝርዝሮም ክንሰግር
ሀ ምምሕዳር ይፈርስ። ኹማራስ መጥያስ መስላ ኣዲስ ኣበባ ሲመጻ ድሞ ይክዳል ማለት ናብ ሕሞራ እንትመጽእ የምስል ናብ ኣዲስ ኣበባ እንትኸይድ ድማ ይኽሕድ። እዚ ንኣይተ ጌታቸው ረዳ ዝተውሃበ ምላሽ እዩ። ኣይተ ጌታቸው ረዳ ኣብዚ ሰሙን ዝሃብዎ ቃለ መሕትት ኣብ ዞባ ምዕራብ ዘሎ ዘይሕጋዊ ምሕደራ ንክፈርስ ተስማዕሚዕና ኢና። እቲ ሐዚ ዘሎ ምሕደራ ፈሪሱ ድማ ተመዛበልቲ ተመሊሶም ዘመሓድሮም ክመርፁ እዮም። እዚ ብወገን ኣምሓራ ፈለማ ምዕጥይጣይ እኳ እንተነበረ ደሓር ግና ተቐቢሎምዎ እዮም ምባሎም ዝዝከር እዩ። ሀ
ምምሕዳር ይፈርስ። ምምሕዳርማ ከም ብሓድሽ ይጣየሽ ንብል ኣለና። ከም ብሓድሽ ዝጣየሽ ምምሕዳር ክልሎ። ኣይተ ጌታቸው ረዳ ዝሃብዎ ሓሳብ ስዒቡ ንበዓል ዋና ኣመሓዳሪ እየ ዝብል ኣይተ ኣሸተ ደምሎ ኣንድ ኣፍታ ንዝተብሃለ ኦንላይን ሚድያ ኣብ ዝሃቦ ሓሳብ ፍፁም ሕሶት ክብል ነፂግዎ ኣሎ። ምምሕዳር ወልቃይት ፀገዴ ሑመራ ብደቂ'ዩ ዝመሓደር ዘሎ፣ ካብ ምስሌነን ውሽጣዊ መግዛእትን ነፃ ወፂኡ'ዩ ዝበለ ኣሸተ ደምሎ፣ ብሓደ ሓደ ኣካላት ዝወሃብ ዘሎ ሓሳብ እቲ ናይ ውሽጢ ዓዲ መግዛእቲ ንምምላስ'ዩ፣ እዚ ድማ ኣይዕወትን ክኸውን'ውን ኣይኽእልን ኢሉ። ዝተስማዕማዕናዮ እቲ ምምሕዳር ተጠናኺሩ ክቕፅል እምበር ኣይፈርስን ዝብል እዩ ክብል'ውን ተሰሚዑ ኣሎ። ቃፍታ የት ነው ጨረቃ ላይ ነው

ኣርቴፍሻል ኣስተዳደር ትግራይ ውስጥ ሰይመን ነበር ኣካባቢ በምንም ማያውቁት ህዝብ ልጆች ሰይመን ስናስተዳድር። ጌታቸው ናብ ሑመራ መፂኡ እንዳሃለወ መስኪሩሉ እዩ ከይዱ። ኣርተፍሻል ምምሕዳር ኢና ኣጣይሽና ነይርና ኢሉ ቃል ምስክርነት ሂብሉ እዩ። ቃፍታ ኣበይ ምዃኑ ዘይፈልጥ ኣብ ወለጋ ይኹን ኣብ ወርሒ ዘይፈልጥ ኣርተፍሻል ምምሕዳር ሰይምና ነይርና። ነቲ ከባቢ ዘይፈልጡ ኣመራርሓ መዲብና ንመሓድሮ ነይርና። ሕዚ ግና ንወልቃይት ፀገዴ ብዝፈልጡ ደቁ'ዩ ዝመሓደር ዘሎ ብምባል ኣረጋጊፁልና ነይሩ ዝበለ ኣሸተ ደምሎ፣ በዚ ድማ ምምሕዳር ወልቃይት ፀገዴ ሑመራ ዝጠናኸር እምበር ዝፈርስ ኣይኮነን ኢሉ ኣሎ። ወልቃይት ጠገዴ ሰቲት ሁመራ ዞን በራሷ በልጆቿ እየተመራች ነው ያለችው ስለሆነም የወልቃይት ጠገዴ ሰቲት ሁመራ ዞን የሚጠናከር እንጂ የሚፈርስ አስተዳደር አይደለም። በፍጹም የሚፈርስ አስተዳደር አይደለም እና አስተዳደሩ ተጠናክሮ እንደሚቀጥል ነው የተስማማን። ተጠናኺሩ ንክቕፅል ኢና ተስማዕሚዕና ዝበለ እቲ ኣብ ምዕራብ ትግራይ ገበን ዝፈፀመን ዝፍፅም ዘሎን መሓውር ዝመርሕ ኣሸተ ደምሎ፣ ካብዚ ወፃኢ ዝወሃቡ ሓሳባት ቅቡልነት የብሎምን ብምባል ነቲ ናይ ኣይተ ጌታቸው ሓሳብ ነፂግዎ ኣሎ። ካብ ዝሓለፈ መትከልና ዝተፈለየ ነገር የለን፣ ምምሕዳርና ተጠናኺሩ ዝቕፅል እምበር ዝፈርስ ኣይኮነን፣ ከም ዝፈርስ ተገይሩ ዝተነዝሐ ወረ ግቡእን ትኽክልን ኣይኮነን ብምባል ሎሚ እውን ከም ትማሊ እናሓሰዩ ንስሃ ኣትየ ኣለኹ ብምባል ሕቶ ህዝቢ የለን ክብሉ ሰሚዕናን ርኢናን ኢና። እዚ ድማ ዝዓበይሉ ኣመል ስለ ዝኾነ ምንም ክትገብር ኣይትኽእልን። ናብ ሕሞራ እንትመፅእ የምስል ናብ ኣዲስ ኣበባ እንትኸይድ ድማ ይኽሕድ ማለት እዩ ብምባል ንኣይተ ጌታቸው ረዳ ብሕጫጨ ውግእ ኣቢልዎም ኣሎ። ዛሬም እንደ ትላንቱ እየዋሹና ንስሃ ገብቻለሁ በሚል

በዚ እውን ናብ ትግራይ ዝስላዕ ዝነበረ በጀት ምዕራብ ብወገን ኣምሓራ ንክኸውን ኣብ ስምምዕ ከምዝተበፅሐ እዩ ኣረጋጊፁ። ቀዳማይ ሚኒስትር ኣብዪ ኣሕመድ ዓሰርተ ሸሞንተ ጥቅምቲ ንፓርላማ ኣብ ዝሃብዎ መብርሂ ሓሙሽተ ዓመት ሙሉእ በጀት ኣይተመደበሉን እዚ ድማ ሕጊ ንምኽባር ኢልና ኢና ምስ ትግራይ ተዘራሪብና ስለዘይፈታሕናዮ ክብሉ ዝተሰምዑ ኮይኖም ካብ ገዲም ግና በጀት ናኡ ኢና ንምድብ ዝዓይነቱ ሓሳብ ሂቦም እዮም። እስካሁን እኮ

ያደረጉት ንግግር ባለመመደቡ በጀት ያልተመደበ መሆኑ ይህን ደግሞ ተገቢና ትክክል አይደለም ብለው ምስክርነታቸውን ነው የሰጡት። ብርግጽ እቲ ትኽክለኛ ብብልጽግና ዝተወሰነ ኣሸተ ደምለው ዝብሎ ዘሎ እዩ ምሕደራኹም ኣይፈርስን በጀት ድማ ክንምድበልኩም ኢና ተመዛበልቲ ግና ይመለሱ ዝብል ብብልጽግና ነቲ ዘይሕጋዊ ምሕደራ ዝተኣተወሉ ቃል እዩ ኣይተ ጌታቸው ደኣ ንምንታይ ክኽሕድዎ ፈቲኖም ንምንታይከ ኣብ እንዳ ብልጽግና ዘየለ ሓሳብ ብትግርኛ ክዛረቡ ደልዮም ዝብል ብዙሓት ዘልዕልዎ ዘለዉ ሕቶ'ዩ። ኣይተ ኣሸተ ግና ኣይተ ጌታቸው ምሕደራ ክፈርስ'ዩ ብምባል ዝተዛረብዎ ኣብ ትግራይ ካብ ህዝቢ ዝሰኣንዎ ደገፍ ዳግም ንምርካብ'ዩ ክብል ገሊጽዎ'ሎ። መንግስቲ ፌደራል ተመዛበልቲ ትግራይ ካብ ጊዚያዊ መዕቖቢ ኣውፂኡ ኣብ ካሊእ ንክሰፍሩን ናብቲ ዝወረረ ሓይሊ ንምፅንባርን እዩ ዝሰርሕ ዘሎ ክብል ጊዚያዊ ምምሕዳር ትግራይ ከሲሱ። እዚ ድማ ህዝቢ ትግራይ ንክበታተንን ምስ ካልኦት ተወሃሂዱ ንክጠፍእን ዝገብር ሓደገኛ ኣካይዳ ኢልዎ ኣሎ። ምክትል ፕረዚደንት ጊዚያዊ ምምሕዳር ትግራይ ኣይተ ኣማኒኤል ኣሰፋ ምስ ድምፂ ወያነ ቴሌቪዥን ኣብ ዝገበርዎ ቃለ መሕትት መንግስቲ ፌደራል ካብ ውዕሊ ፕሪቶርያ ወፃ ኣብ ምዕራብ ዘሎ ዘይሕጋዊ ምሕደራ ከይፈረሰ፣ ዕጡቓትን ሰፈርትን ከይወፅኡ፣ ተመዛበልቲ ይመለሱ ምስ ተመለሱ ምሕደራ ይምረፁ፣ ቀፂሉ ህዝበ ውሳነ ወይ ድማ ሪፈረንደም ይካየድ ዝብል ሰነድ ኣውፂኡ ከም ዝነበረ ብምዝኽኻር፣ እዙይ ድማ ምስቲ ቅድም ክብል ዝነበረ ኣመራርሓ ጊዚያዊ ምምሕዳር ትግራይ ተስማዕሚዑ ምንባሩ ይጠቕሱ። ይኹን እምበር ግብራዊ ከም ዘይኸውን ስለ ዝተረደአ ናብቲ ቅድም ኢሉ ዝወፀ ሰነድ ክልተ ሓደሽቲ ስትራተጂታት ከም ዘካተተ ንሳቶም ድማ ቦታ ምቕያርን ምውሃድን ዝብሉ እዮም ኢሎም። ሕዚ ክልተ ካሊእ መማረፂ ሒዞም መፂኦም ኣለው። ብእንግሊዝኛ እታ ሓንቲ ሪሎኬሽን እያ ትበሃል እታ ሓንቲ ሪኢንትግሬሽን እያ ትበሃል ክልተ መማረፂ እታ ሪሎኬሽን ማለት ከምዚ ቋሚ ካሊእ ሰፈር ምሃብ ማለት እዩ። ኣብ ትግራይስ ካብቲ መዕቆቢ ጣብያታት ኣውፂኻ ናብ ዝተፈላለዩ ከባብታት በቲንካ ንዘለኣለም ተፈናቃሊ የለን ኢልካ ኣብዚ ከባቢ ተፈናቐሊ ብ ትግራይስ ዝተመዛበለስ ተፈናቐለ የለን ኢልካ ኣዊጅካ እቲ ከባቢቲ በቶም ሓደሽቲ ሰፈርቲ ኣውን ክግበር ደቀባት ንሶም ክኾኑ ምግባር እያ ሓንቲ ካልኣይቲ ሪኢንቴግሬሽን ይብልዋ ሳውን ተመሳሳሊ እያ ምፅንባር ማለት እያ እቲ ተፈናቒሉ ዘሎ ተመዛቢሉ ዘሎ ህዝቢ ናብ ሕብረተሰብ ትፅንብሮ እሞ ናብ ዝተፈላለየ ካብታት ሕብረተሰብ ትፅንብሮ እሞ ብድሕሪኡ ተመዛባሊ ዝበሃል ተፈናቐል ዝበሃል ነገር የለን ኢልካ ትእውጅ ማለት እዩ ብመሰረት እዚ ድማ ተመዛበልቲ ንምምላስ ምንቅስቓስ ከምዝጀመሩን እዚ ድማ ጊዚያዊ ምምሕዳር ትግራይ ፈራሚ እቲ ውዕሊ ህወሓት ይኹን ኣካል እቲ ስምምዕ ሰራዊት ትግራይ ብዓብዩ ድማ ህዝቢ ትግራይ ዘይፈልጥዎ መንግስቲ ኢትዮጵያ ኩሉ ነገር ባዕሉ ንክፍፅሞ ይንቀሳቐስ ኣሎ ይብሉ ኣይተ ኣማኒኤል። መንግስቲ ኢትዮጵያ ባዕሉ ሙሉእ ባዕሉ ኮይኑ ሓደ ጊዜ ናይ ፌደራል መንግስቲ ኮይኑ ብልፅግና ይኸውን፣ ሓደ ጊዜ ናይ ክልል ኣምሓራ መንግስቲ ኮይኑ ብልፅግና ይኸውን፣ ሓደ ጊዜ ናይ ምዕራብ ትግራይ ምምሕዳር ኮይኑ ብልፅግና ባዕሉ ይኸውን፣ ሳልሳይ ከዓ ካብ ትግራይ ዝኸዱ ባዕሉ ሓላፍነት ዝሃቦ ኣካል ብልፅግና ኮይኖም ዝሰርሑ ሰባት ብዝተፈላለየ ሽማት ግን ባዕሉ ኣርባዕተ ኣካላት ሓደስ ኣርባዕተ ኣካላት ኮይኑ ከም ኣርባዕተ ዝተፈላለዩ ኣካላት መሲሉ ኣብ ዞባ ምዕራብ ትግራይ ተፈናቐልቲ ንምምላስ ንፅዕር ኣለና ንሰርሕ ኣለና ንረዳዳእ ኣለና ንሰማማዕ ኣለና ዝብል ፕሮፓጋንዳን ምንቅስቃሳትን ትርኢ ማለት እዩ እዚ ንትግራይን ግዝኣታን ንሓንሳብን ንሓዋሩን ዘሀግር ሓደገኛ ምንቅስቓስ በዓል ዋና መንግስቲ ኢትዮጵያ እኳ እንተኾነ ነዚ ዘፈፅሙ ግና ቅድሚ ሐዚ ኣመራርሓ ግዝያዊ ምምሕዳር ትግራይ ኮይኖም ንጂኦግራፍን ዲሞግራፍን ግዝኣት ትግራይ ንምልዋጥ ኣብ ትግራይ ኮይኖም ዝሰርሑ ዝነበሩ ኣካላት ሐዚ ናይ መንግስቲ ኢትዮጵያ ተለኣኣኽቲ ኮይኖም ክሕደት ይፍፅሙ ኣለው ብምባል ድማ ናብ እኒ ጌታቸውን ጀነራል ፃድቃንን ዘነፃፀረ ወቐሳ ኣስሚዖም ኣለው። ትግራይ ንዘለኣለም ናብ ጸገም ክትኣቲ ዘግብር ክሕደት ይፍጽሙ ኣለዉ ሕዚ ኣብዛ ሰዓት እዚኣ። ብኻሊእ መንገዲ ግና ፕረዚደንት ታደሰ ወረደ ምስ መንግስቲ ፌደራል ከምዝተስማዕምዑ ኣይተ ጌታቸው ረዳ ምቅልዖም ዝዝከር እዩ። ታደሰ እውን ተቐቢሎም ይፈልጡ እኮ እዮም። ንታደሰ መጀመርያ ዘፀለመዎ እንታይ ድዩ? መረፃ ይገበር ዝብል ተስማሚዑ ስለዝመፀ እዩ።
በዘንድሮ ክረምት እርሻ ለማየት በድሮን ብትግራይ ብስፋት እንበሪ ነበር። ኣብዚ ዓመት ሕርሻ ንምርኣይ ኣብ ትግራይ ብድሮን ንዘውር ነይርና ዝብል ዘረባ ፓርላማ ቀዳማይ ሚኒስትር ኣብይ ኣሕመድ ደርሆ ፃሕቲራ እትረኽቦ ተንኮል ከምዝኾነ ብዙሓት ክድመምሉ ቀንዮም እዮም። እቲ ሓቂ ግና ብልፅግና ወታሃደራዊ ዳህሳሳት የካይድ ከምዝነበረ እዩ ዝወፁ ሓበሬታታት ዘመልክቱ። ብወተሃደራዊ መኮነናት ሕቡራት ዓረብ ኢሚሬትስ ቁፅፅር ዝግበረለን ካብ ሰመራን ጎንደርን ዝዋፈራ ዊንግሎንግን ሬንቦይ ሲኤት ተስዓን ሓሙሽተን ዝዓይነተን ድሮናት ኢሚሬትስ ኣብ ትግራይ ተደጋጋሚ ዳህሰሳት ከምዘካየዳ ተሓቢሩ ኣሎ። ካብ ኣባላት ዲያስፖራ ተጋሩ ሓደ ዝኾነ ካሳ ሃይለማርያም ኣብ ማሕበራዊ ሚድያ ዘወዘዖ ሓበሬታ ከምዘመልከቶ ካብ ዓሰርተ ሓሙሽተ ሰነ ክልተ ሽሕን ዓሰርተ ሸውዓተን ዓመተ ምህረት ጀሚሩ ክሳብ ሐዚ ኣብ ልዕሊ ትግራይ ልዕሊ ሰለስተ ሚእቲ ዝዝሩ ወተሃደራዊ ዳህሳስ ድሮናት ከምዝተኻየዱ የቃልዕ። እዚ ካብ ዝተፈላለዩ ፍልፍላት ዝተረጋገፀ ምዃኑ ዝጠቐሰ ሓበሬታ ካብ ዝሓለፈ ሓሙስ ጀሚረን ድማ ንዶብ ሱዳን ጥሒሰን ኣብ ልዕሊ ስደተኛታት ተጋሩን ኣርሚ ሰብዓን ወተሃደራዊ ዳህሳስ ከምዘካየዳ የመልክት። እዚ ብቐጥታ ብወተሃደራዊ መኮነናት ኢምሬት ዝምራሕ ዘሎ ኣማኢት ዳህሳሳት ድሮናት ማእኸሉ መቐለን ተምቤንን ገይሩ ካብ ዞባ ደቡብ ጨርጨር ኣትሒዙ ክሳብ የጭላን ፀለምትን፣ ገለበዳን ሓውዜንን፣ ኣፅበ ደራን ዘላምበሳን፣ ዓድዋን ኣኽሱምን፣ ሽረን ኣድያዎን፣ ተከዘን ደደቢትን ዘካለለ ከምዝኾነ እውን ጠቒሱ እዩ። ካብ ዝሓለፈ ወርሒ ኣትሒዘን ድማ ፀገዴን ወልቃይትን፣ ዓዲ ጎሽን ሑመራን ክሳብ መዋሰንቲ ሱዳንን ኤርትራን ዝበጽሕ ዳህሳስ እናካየዳ ጸኒሐን እየን ይብል። ካብዚ ብተወሳኺ ካብ ረቡዕ ዓሰርተ ክልተ ጥቅምቲ ኣትሒዙ ዓረብ ኢሚሬትስ ካብ ሰመራ ዘዋፈረተን ሬንቦይ ሲኤ ተስዓን ሓሙሽተን ስርሒት ቻይና ዝኾና ድሮናት ኣብ ክልል ኣምሓራ ደብዳብ የካይዳ ከምዘለዋ እዘን ፒጂኤም ዝተዓጠቓ ድሮናት ሙሉእ ብሙሉእ ብወተሃደራዊ መኮንናት ኢሚሬትስ ዝዋፈራ ምዃነን እቲ ሓበሬታ ይሕብር። ካብቶም ወጻእተኛታት ብተወሳኺ ኣብ ዝተፈላለያ ሃገራት ክስልጥኑ ዝጸንሑ ኢትዮጵያውያን ሰብ ሞያ ጻውዒት ከምዝተገበረሎም እውን ፍልፍላት ይሕብሩ። ብልጽግና ዓሰርተ ሓሙሽተን ዓሰርተ ሽዱሽተን ሰነ ክልተ ሽሕን ዓሰርተ ሸውዓተን ዓ.ም ኣብ መዓልቲ ሰማእታት ብድሮን ንመራሕቲ ህወሓት ንምቕንጻል ሓሲቡ ከይተሳኸዐሉ ተሪፉ ዝብል ሓበሬታ ወጺኡ ምንባሩ ዝዝከር እዩ። ክሳብ ሕዚ ኣብ ክልላት ኣምሓራን ኦሮምያን ደብዳብ ዝፍጽማ ዝነበራ ብኢትዮጵያውያን ዝዋፈራ ስርሒት ቱርኪ ባይራክታር ቱቢ ስርሒት ኤራን ዝኾና ማሕጆር ሲክስ ድሮናት እየን ነይረን። ስርዓት ብልጽግና ኣብ ሰመራን ጎንደርን ሓሙሽተ ዊንግሎንግን ሽዱሽተ ሬንቦው ሲኤች ተስዓን ሓሙሽተን ድሮናት ምስ ሙሉእ ተተኳሲ ዓቕመን ብሓይሊ ሰብ ኢምሬትስ ዝምርሓ ኣዋፊሩ ከምዘሎ ንምፍላጥ ተኻኢሉ ኣሎ። ክሳብ ዕስራን ሸሞንተን ጥቅምቲ እውን ቁፅሪ እዘን ድሮናት ናብ ዓሰርተ ሓሙሽተ ከምዘዕብየን እናተገለፀ ይርከብ። ዕላማ እተን ኣብ ጎንደር ዝዕስክራ ዘለዋ ሰብ ኣልቦ ነፈርቲ ወይ ድማ ድሮናት ክልተ ከምዝኾነ ዝጠቐሱ እቶም ውሽጠ ሚስጥሩ ዝፈልጡ ኣካላት እቲ ቀንዲ ኣብ ሱዳን ንዝርከብ ዕጡቕ ሓይሊ ዳዕመ ሰሪዕ ንምድጋፍ እዩ ይብሉ። ኣብዚ ሕዚ እዋን ንሙሉእ ግዝኣት ዳርፉር ዝተቖፃፀረ ዕጡቕ ሓይሊ ወሃቢ ደገፍ ጀነራል መሓመድ ዳጋሎ ሙሉእ ዓወት ንኽጎናፀፍ ድሮናት ኢሚሬትስ ካብ ጎንደር እናተበገሳ መጥቃዕቲ ንኽፍፅማ ዝዓለመ ከምዝኾነ እዩ እቲ ሓበሬታ ዝሕብር። እቲ ዕጡቕ ሓይሊ ቅድሚ ንዋና ከተማ ዳርፉር ኤል ፋሻር ምቁፅፃሩ ካብ ቻድ ብዝብገሳ ድሮናት መጥቃዕትታት ይፍፅም ከምዝነበረ ዝዝከር እዩ። ሕዚ ድማ ነቲ ዝተረፈ ከባቢ ሱዳን ንምቁፅፃርን ንሰራዊት ሱዳን ንምስዓርን ድሮናት ኢሚሬትስ ካብ ጎንደር እናተበገሳ መጥቃዕቲ ንኽፍፅማ ንምግባር እዩ ይብሉ እቶም ፍልፍላት። ሕቡራት ዓረብ ኢሚሬትስን ኢትዮጵያን ብጀነራል መሓመድ ዳጋሎ ንዝምራሕ ዕጡቕ ሓይሊ ከም ዝድግፋ መረዳእታታት እናወጹ ጸኒሖም እዮም። እቲ ካልኣይ ዕላማ ንትግራይ ንምጥቃዕ ክኸውን ከም ዝኽእል ግምቶም የቐምጡ። እተን ካብ ጎንደር ተበጊሰን ኣብ ሱዳን ደብዳብ ንኽፍጽማ ዝተኣከባ ድሮናት ብሓደ እምኒ ክልተ ዑፍ ከም ዝበሃል ኣብኡ እንከለዋ ኣብ ትግራይ ንዝፍጠር ኲናት ኣብ ረብሓ ንኽውዕላ ኣብ ስምምዕ ከምዝተበፅሐ ዝተረኸበ ሓበሬታ ይሕብር። ንክልተ ዓመታት ኣብ ዝተኻየደ ደማዊ ኲናት ትግራይ ኣፅዋር ብምቕራብ ዝለዓለ ተሳታፊት ዝነበረት ኢሚሬትስ ሕዚ እውን ካብ ጌጋኣ ዝተጠዓሰት ኣይመስልን። ስርዓት ብልፅግና ኣብ ሓፂር ግዜ ኣብ ልዕሊ ትግራይ ኲናት ዘይክኸፍት ከምዝኽእል እዙይ ድማ ንትግራይ ሓልዩ እንተይኮነስ ብተናፀል ናይ ምጥቃዕ ስትራተጂኡ ንምዕዋት ከምዝኾነ እዩ ገለ ምሁራት ዝገልፁ። ሓደ ሓደ ሓበሬታታት ብልፅግና ኣብ ወርሒ ሕዳር ኣብ ልዕሊ ትግራይ ኲናት ክኸፍት ከምዝኽእል ክገልፁ እኳ እንተፀንሑ እዚ ዝተረኸበ ሓበሬታ ከምዘመልክቶ ግና እቲ ስርዓት ሕዚ ኣብ ትግራይ ኲናት ናይ ምኽፋት ትልሚ ከምዘይብሉ እዩ። ፈለማ ኣብ ኣምሓራን ኦሮምያን ዝካየድ ዘሎ ኲናት እንተተኻኢሉ ብልዝብ እንተዘይኮይኑ ድማ ብውግእ ክውድእ ድልየት ከምዘሎ ዝሕብሩ እቶም ፍልፍላት ድሕሪ እዚ ገፁ ናብ ትግራይ ቀፂሉ ድማ ናብ ኤርትራ ከምርሕ ከምዝኽእል እዮም ዝሕብሩ። በቲ በለ በቲ ግና ስርዓት ብልፅግና ዊንግ ሎንግ ዝዓይነተን ድሮናት ኣብ ጎንደር ኣስፊሩ ምህላዉ እሙናት ፍልፍላት ኣረጋጊፆም ኣለዉ። ስርዓት ብልፅግና ምስ ሰራዊት ነፃነት ኦሮሞ ኦላ ሕቡእ ድርድር ምጅማሩ ተፈሊጡ። ሸሊኾም ዝወፁ ሓበሬታታት ከም ዘመልክትዎ ብልፅግና ምስ ሰራዊት ነፃነት ኦሮሞ ኦላ ድርድር ጀሚሩ ኣሎ። እቲ ድርድር ብብዙሓት ለበዋታት ዝተሰነየ ከምዝኾነ ዝሓበሩ ነቲ ምሽጢር ብቐረባ ዝፈልጡ ፍልፍላት፣ ንሱ ድማ ኣመራርሓ ሰራዊት ነጻነት ኦሮሞ ኣብ መንግስታውን ወተሃደራውን መሓውራት ስልጣን ክሳብ ምክፋል ዝበጽሕ እዩ። ሙሉእ ሓይለይ ናብ ሰሜን ክኸውን ኣለዎ ኢሉ ዝገምገመ ብልጽግና፣ እቲ ንዝሓለፉ ሸውዓተ ዓመታት ብውግእ ክፈትሖ ዘይከኣለ ጉዳይ ኦሮሚያ ሕዚ ብልዝብ ንክውዳእ ሸምገልቲ መዲቡ ናብ ተግባር ከምዝኣተወ እናተገለጸ ይርከብ። ብልፅግና ካብ ነባራት ኣመራርሓ ኦህዴድን ኣባ ገዳታትን ሸምገል ተሓርዩ ንኣመራርሓ ሰራዊት ኦላ ይምሕፀን ከምዘሎ ዝሓበሩ እቶም ፍልፍላት እቲ ምሕፅንታ ስልጣን ክነካፍለኩም ኢና ካብ ዝብል ክሳብ ንሕና ኦሮሞ ሓደ እንተዘይኮይንና ካብ ሰሜናውያን ክመፀና ዝኽእል ሓደጋ ክንምክቶ ኣይንኽእልን ዝብል ስግኣት ሓዘል ምፍርራሕ ዘጠቓለለ ከምዝኾነ እዩ እቲ ሓበሬታ ዘመልክት። እቲ መበገሲ ሓሳብ ካብ ኣመራርሓ ብልፅግና ኦሮሚያ ዝመፀ ኮይኑ እዙይ ድማ ኣብ ፌዴራል ዝርከቡ ላዕለዎት ኣመራርሓ እውን ተቐባልነት ረኺቡ ኣብ መደምደምታ ዝተበፅሐሉ ከምዝኾነ ንምፍላጥ ተኻኢሉ ኣሎ። መበገሲ እቲ ድርድር ኣብ እንካ ሃባ ዝተደረኸ እንተይኮነስ ኣብ ለበዋን ጥቕሚ መሰረት ዝገበረን ከምዝኾነ ዝሓበሩ እቶም ፍልፍላት፣ ሕቡእ ዕላምኡ ግና ብልጽግና ልክዕ ቅድሚ ሐዚ ኦነግ ካብ ኤርትራ እንትምለስ ዝኣተወሉ ቃል ዓጺፉ ኣብ ክልተ ከምዝሰንጠቖ ኩሉ ሐዚ እውን ተመሳሳሊ ተግባር ንምፍጻም ይብሉ። እዚ ድማ ኦነግ ሕቶታት ህዝቢ ኦሮሞ ንምርጋጽ ሒዝዎም ዝተልዓሉ ዕላማታት ንጎኒ ብምግዳፍ ኣብ ረብሓታት ውልቀ ኣመራርሓ መሰረት ዝገበረ ከምዝኾነ እዩ ዝግለጽ ዘሎ። ብልፅግና ኣብ ዝሓለፈ እውን እኒ ጃል ሰኚ ዝሓዝዎም ውሑዳት ኣመራርሓ እቲ ሰራዊት ብምፍንጫል ስልጣን ከምዝሃቦም ዝዝከር እዩ። ብልፅግና ነዚ ዝገበረ ኣብ ታንዛንያ ዘካየዶ ክልተ ዙርያ ፈተነ ዘተ ከይሰመረሉ ምስተረፈ እዩ። እቲ ናይ ሕዚ ፈተነ ይሳኻዕ ዶ ይኸውን ዝብል ሕቶ ንጊዜ ገዲፍና፣ ብልፅግና ኣብ ኦሮሚያ ዘካየዶ ፍረ ኣልቦ ውግእ ብሽም ልዝብ ኣህዲኡ ሙሉእ ዓቕምታቱ ናብ ሰሜናውያን ማለት እውን ኣምሓራ፣ ትግራይን ኤርትራን ንምግባር ዓብዪ ፕሮጀክት ሓንፂፁ ይንቀሳቐስ ከም ዘሎ ግና ፀሓይ ዝወቕዖ ሓቂ ኮይኑ ኣሎ። ዜናታት እዚ ዕለት ኣብዚ ይዛዘም። ሰላም።